ከመይ ጸኒሕኩም ኩቡራት ሰማዕትና ሽዱሽተ ፈረቓን ኣኺሉ ምሉእ ትሕዝቶ ዜና ሒዝና ቀሪብና ኣሎና ንምክትታልኩም ብኽብሪ ዝዕድም ዳናይት ተስፋዝጌ ብቐንዲ ነጥብታቱ ክፍልም። መንግስቲ ኤርትራ ናብ መንግስቲ ኢትዮጵያ ናይ ሓዘን መልእኽቲ ሰዲዱ። ባይቶ ዞባ ማእከል ውጽኢት መበል ዓሰርተ ሸሞንተ ኣኼብኡ ንህዝቢ ገሊጹ። ኣብ ኢትዮጵያ ብሓደጋ ምውዳቕ ነፋሪት ሚእትን ሓምሳን ሸውዓተን ሰባት ከም ዝሞቱ ተገሊጹ። ዝርዝራት ዜና መንግስቲ ኤርትራ ብምኽንያት ሓደጋ ምውዳቕ ናብ ናይሮቢ ትጓዓዝ ዝነበረት ቦይንግ ሸውዓተ ሚእትን ሰላሳን ሸውዓተን ዝዓይነታ ነፋሪት መንገዲ ኣየር ኢትዮጵያን ሞት ብምልኦም ተሳፈርታን ናብ መንግስቲ ፈደራላዊት ደሞክራሲያዊት ሪፓብሊክ ኢትዮጵያን ስድራቤታት ግዳያትን ናይ ሓዘን መልእኽቲ ሰዲዱ። ባይቶ ዞባ ማእከል ውጽኢት ናይቲ ብሳላሳ ጥሪ ዘካይዶ መበል ዓሰርተ ሸሞንተ ኣኼባ ብዓሰርተ መጋቢት በብንኡስ ዞብኡ ኣብ ዘካይዶ ኣኼባታት ንህዝቢ ገሊጹ። ኣብቲ ኣብ ንኡስ ዞባታት ኣስመራ ከምኡ'ውን ንኡስ ዞባታት በሪኽን ሰረጀቓን ምስ ህዝቢ ዝተገብረ ርክብ፣ ባይቶ ብዛዕባ'ቶም ምስ ዝምልከቶም ኣካላት ዝዘተየሎም ንቁጠባዊ፣ ፖለቲካዊ፣ ማሕበራውን ባህላውን ጉዳያት ዝምልከቱ ዛዕባታት ዝምልከት መብርሂ ድሕሪ ምሃብ፣ ርእይቶታት ህዝቢ ተቐቢሎምን ንሕቶታቱ መሊሶምን። ተሳተፍቲ ናይቲ ኣኼባ ባይቶ ሕቶታት ህዝቢ ሰሚዑ ንምፍትሖም ንዝገብሮ ጻዕሪ ብምምስጋን፣ ጸገም መጓዓዝያን ዝስተ ማይን ፍታሕ ክናደየሉ፣ ክብሪ ዋጋ ሃልኪ ኤሌክትሪክ ሲቲን ምድርራቡን ኣብ መነባብሮ ክብደት ይፈጥር ስለዘሎ ኣቓልቦ ክግበረሉ ከምኡውን ህዝቢ ምስ ዝምልከቶም ኣካላት ሓበሬታ ዝለዋወጠሉ መድረኽ ክሰፍሕ ዝብሉን ካልኦትን ርኢቶታት ኣቕሪቦም። ርክብ ባይቶ ዞባ ማእከል ምስ ህዝቢ ዝመጽእ ዓሰርተ ሸውዓተን ዕስራን ኣርባዕተን መጋቢትን እውን ክቕጽሎ ምዃኑ ተፈሊጡ'ሎ። ኣብ ንኡስ ዞባ ተሰነይ ምምሕዳር ከባቢ ፋንኮ ፋሕ ኢሉ ዝፀንሐ ህዝቢ ብምጥርናፉ ተጠቃሚ መሰረታዊ ማሕበራዊ ኣገልግሎታት ኮይኑ። ኣማሓዳሪ እቲ ምምሕዳር ከባቢ ኣቶ ኢብራሂም መሓመድ እድሪስ ንኤሪና ኣብ ዝሃቦ ሓበሬታ ነበርቲ ኣብ ሸውዓተ ዞናትን ዓሰርተ ሽዱሽተ ዓድታትን ተጠርኒፎም ኣገልግሎት ትምህርቲ፣ ጥዕና፣ ማይን ኤሌክትሪክን ይረኽቡ ከምዘለዉ ገሊፁ። ፋንኮ ኣብ ሞንጎ ዓበይቲ ዲጋታት ፋንኮ፣ ፌስኮን ገርሰትን ብምድኳና፣ ነበርታ ብቐረባ ኣብቲ ከባቢ ኣብ ዝሰላሰል ዘሎ መደባት ልምዓት ተዋፊሮም መነባብሮኦም ዘመሓይሽሉ ናይ ስራሕ ዕድል'ውን ተፈጢሩሎም ከምዘሎ'ውን ኣብሪሁ። ኣብቲ ምምሕዳር ከባቢ ክልተ ኣብያተ ትምህርቲ፣ ሓንቲ ማእከል ጥዕና፣ ፕሮጀክት ጽሬቱ ዝተሓለወ ማይን ናይ ዕስራን ኣርባዕተን ሰዓታት ኣገልግሎት ኤሌክትሪክሲቲ ኣሎ። ኣቶ ኢብራሂም ወሲኹ፣ ኣብ መስመር ተሰነይ ፋንኮ ዘሎ ሩባ ኣብ ግዜ ክራማት ኣብ ምንቅስቓስ ተሽከርከርቲ ኣጸጋሚ ይኸውን ስለዘሎ ዝምልከቶ ኣካል ቆላሕታ ክገብረሉ ኣዘኻኺሩ። ነበርቲ ብግደኦም፣ ብህዝብን መንግስትን ኣብቲ ከባቢ ዝሰላሰሉ ዘለዉ ልምዓታዊ መደባት ኣብ መነባብሮኦምን ምዕባለቲ ምምሕዳር ከባብን ልዑል ኣስተዋጽኦ ይገብሩ ከምዘለዉ ብምሕባር ንኣድማዕነቱ ኣበርቲዖም ከምዝሰርሑ ኣረጋጊጾም። እዚ ድምጺ ሓፋሽ ኤርትራ'ዩ።

ዋንነት መንገዲ ኣየር ኢትዮጵያ ዝኾነት ናይ መጓዓዝያ ነፋሪት ትማሊ ዓሰርተ መጋቢት ኣብ ሰዓታት ንጉሆ ካብ ከተማ ኣዲስ ኣበባ ናብ ከተማ ናይሮቢ ኬንያ ኣብ ትጓዓዘሉ ዝነበረት እዋን ዛጊት ጠንቁ ብዘይተፈልጠ ሓደጋ ብምውዳቓ ብምሉኦም ተሳፈርታን ሰራሕተኛታታን ከምዝሞቱ ማዕከናት ዜና ኢትዮጵያ ኣቃሊሐን። እታ ቦይንግ ሸውዓተ ሚእትን ሰላሳን ሸውዓተን ዝዓይነታ ነፋሪት ዜጋታት ሰላሳን ሰለስተን ሃገራት ዝኾኑ ሚእትን ኣርባዓን ትሽዓተን ተሳፈርቲ ከምኡ'ውን ሸሞንተ ሰራሕተኛታት ኣሳፊራ እንከላ፣ ሽዱሽተ ደቓይቕ ድሕሪ ምብራራ ሃንደብት ካብ ራዳር ከምእተሰወረት'ዩ ዝሕበር ዘሎ። እዛ ቅድሚ ኣርባዕተ ኣዋርሕ ናብ መንገዲ ኣየር ኢትዮጵያ ዝተጸንበረት ነፋሪት፣ ካብ ከተማ ኣዲስ ኣበባ ሱሳ ኪሎ ሜተር ንሸነኽ ደቡብ ርሒቑ ኣብ ዝርከብ ከባቢ ከተማ ቢሾፍቱ ከምዝወደቐት'የን ማዕከናት ዜና ኢትዮጵያ ሓቢረን። እዚ ከምዚ ኢሉ እንከሎ ኩባንያ ምፍራይ ነፈርቲ ቦይንግ ነዚ ሓደጋ ይምርምሮ ከምዘሎ ኣፍሊጡ። ፍርያት ናይቲ ኩባንያ ዝኾነት ተመሳሳሊት ናይ መጓዓዝያ ነፋሪት ኢንዶኒዥያ ቅድሚ ሓሙሽተ ኣዋርሕ ብዘጋጠማ ሓደጋ ሚእትን ሰማንያን ትሽዓተን ተሳፈርታ ብምልኦም ከምዝሞቱ ይዝከር። እታ ነፋሪት ውሑድ ደቓይቕ ድሕሪ ምብራራ ጠንቁ ብዘይተነጸረ ምኽንያት ካብ ራዳር ከምእተሰወረት'ዩ ተሓቢሩ ነይሩ። ርእሰ ከተማ ህንዲ ዝኾነት ኒው ደልሂ ብደረጃ ዓለም ዝለዓለ መጠን ብከላ ኣየር ዘለዋ ተባሂላ። ብመሰረት ጸብጻባት ውድብ ጥዕና ዓለም፣ እታ ከተማ ብሰንኪ ብከላ ዝዓበየ ሰብኣዊ ክሳራ ዝረኣየላ ኮይና ከምዘላ ተፈሊጡ። ኣብ ህንዲ ብከላ ኣየር ብዘስዕቦ ሕማማት ዓመታዊ ብውሕዱ ሓደ ነጥቢ ሓሙሽተ ሚልዮን ሰባት ከምዝሞቱ ዝሕብሩ ጸብጻባት፣ እቲ ዝበዝሐ ኣሃዝ ኣብ ከተማ ኒው ደልሂ ከምዘጋጥም የረድኡ። ብውሕዱ ሓሙሽተ ከተማታት ህንዲ ምስተን ዝለዓለ መጠን ብከላ ኣየር ዝረኣየለን ከተማታት ዓለም ተሰሪዐን ኣለዋ። ቻይናዊት ከተማ ቤይጂንግ ሓንቲ ካብኣተን ምዃና'ውን ይግለጽ። ዝኽበርኩም ሰማዕትና ዜና ኣብዚ ይፍጸም።